ብዘይካ ኣርባዕተ ህዋሳት ምስማዕ ምርኣይ ምስማዕ ምርኣይ ምዝራብ ገለ ዝበሃል ምሻል ምጭናው ሓሙሽተ ህዋሳት ኣለዋ ሓበሻ ሕስድና ዝበሃል ወሲኽካ ባዕልና ንጨሞም ኢና ንሕና ኣነ ባዕለይ ባዕለይ ኣነ ኣለኒ ሓሙሽተ ህዋሳት ኣለኒ ሓበሻ ስለ ዝኾንኩ ኣርባዕተ ጥራሕ ኣይኮነን ንዓይ ጨኒ ድበኒ ወይ ከዓ ስኒ ሪኦ ከም ኣድጊ ደመርዕወኒ ሰብ ኣይደልን እየ ባዕለይ ጨንየ ባዕለይ መሪፀ ደዋፅኣኒ ርኤ ደኣትዎ ዝኾነ ሂወት ሕጂ ኣነ ሽወደን እየ ዓርከይ ጨኒኒ ይፈልጥኒ ምስክር እየ ኣነ ሕጂ ወይ ከዓ ዝኾነ መሳርሕተይ ድዩ ዝኾነ ዝፈልጦም ሽወተን ኣብ ዙሪያ ጨንዮምኒ ኣይፈልጡን እዮም ኣብ ካበይ መፅ ዘሎ እቲ ጨና እዚ እንታይ ይበሃል ርእሰ ምትሓት ይበሃል ርእሰ ምትሓት ነብሱ ዘትሕት ሰብ ኩሉ ግዜ እቲ ነብሱ ዘሎ እዩ ከምኡ ኮይኑ ስምዖ ከምኡ ኮይኑ ስምዖ ኣነ እንድሕር ጨናዊት ኮይነ ጨናዊ ከም ዝብል ከለኹ ግን ዳህላከይ ከምቲ ዝበልክዮ ንሕና ነቶም ዕዉታት ደቂ ተባዕትዮ ኣንስቶም ዘፍቅሩ ኣሕዋቶም ዘፍቅሩ ኣያታት ዝኾኑና እ፣ ዝምዕዱና እ፣ ደቆም ሰጥ ኢሎም ድዕብዩ ሪስፔክት ኣለኒ ኣነ ማራ ዘ- ዘኽብሮም ማራ ማራ እየ ዘኽብሮም ብጣዕሚ እየ ዝኮርዕ ብዝ- በዞም ኣወዳት እዚኦም እዚኦም ኣብ ዘለዉ ግን ኣይመርዑ ኣይምርዓዉ ኣይወልዱ ኣየውልዱ እ፣ ሰኢድ ካብዚ መፂኻ በቃ ኣዋልድ ሰብ ሰዲዶም እዚአን ሕጂ ንሰን ተዛረብ በሉ እስ- በዓል ንሶም ዝልእክወን እየን ዘን መፅአን ኣብዚ ዝዛረባና እ፣ ጨነውቲ ኸ እዮም ዋይ ፃዓዲ እኮ ጨነውቲ እኳ እዮም ብዓለገታት እዮም ከዓ እኮ ከዓ ክረስሑ እኮ ከዓ መዓት እዮም ከዓ እኮ ከምዛ ምስኦም ሓዲርክን ኣለኽን ከምዚ ትብልኦ ኩሉ ዝትብሃል ከምኡ ት- ይትገብራ ኢኽን ምስኣቶም ገዛ ገዛ እንዳኸድክን ማለት እዩ ኣነ ይፈልጥን እየ ተዘይኮነሲ ኣነ ነብሰይ ወዲ ሰብ ፍጡር ሰብ እንድሕር ርሂፁ ይጨኑ እዩ ከማና ድርህፅ ከዓ የለን ከማና ድጨኑ ዲዶራንቲ ድ- ከማና ይንገብርን ኢና ንሕና ሕጂ ድምዕብል ዘሎ እ- እሶም ክፍጠሩ ከለዉ ኩሉ ቅረብ ኣለዎም ንሕና ሕጂ ተሰዲድና መፂና ሕጂ ንፈልጦ ኣለና ዋላ እስከ እንተ ሓደ ግዜ ናላክታድኪ ኣብቲ ኤርትራ ዛታ ይሓል ኩላትና ነጨነብቲ ነርና ሸዝሓቅ ኣብቲ ኤርትራ እዚ ዲዛንቲ ዶራንቲ ነበረን ኩላትና ጨለወቲ ስለ ዝነበርና ዲና ዘይንጨኑ ነርና ኢላ ሓቃ ሓቃ እኮ ኣብቲ ኤርትራ ምሕልፎ እዚ ገንቢና ንጨኑ ነር ኣብዚ እኮ ብዙሕ ነገር ብዙሕ ሲስተም ኣሎ ቴክኖሎጂ ኣሎ ንዑ በጃኹም እዚታት ስኢልካዩ ሕጂ ድሓን ተዛረቡ ኣነ እዚ ጨናዊ ገለ ግን ኣነ ጨንዮምን ይፈልጡን እዮም ኣነ ክልተ ሪሌሽንሽፕ ጨጨኒኒ ይፈልጥኒ ከማንሲ በቃ ዓለመ እዩ ደርእየኒ እዚኣ ውሰድዋ ኮለል ኣብልዋ መቐነይ ትኾነኩ ኣዶ ሓፍተይ ክገርመክ በዓል ቤተይሲ ንጎ ክትስኽ ከም በዓል ቤተይ ጥዑም ዝጨኑ ሰብኣይ ርእየ ኣስጋ ሕጂ ርእየ ይፈልጥኒ ኣነ በስመኣም እየ ሕጅስ ንጎተስዩስ በቃ እሱን ሻወሩን ክስታይን ገለመሌስ ጥዑም ይጨኑ ሕጅስ እንታይ ማለት ደጨኑ ፃዓዱ የለዎም ማለት ኣይኮነ ኣለዉ ድጨኑ ለው ደጨኑ ከ ኣለዉ ከምቲ ናሃና ማለት እዩ ግን ንኩሎም ኣብ ዓዶም መፂኻ ክንደረቕ እኮ ንሕና ኣብ ዓዶም መፂና ኣብ ውሽጢ ሻወር ሂቦሙና ኣብ ውሽጢ ሸቃቅ ደለዎ ገዛ ሂቦም እንዳንበሩኻሲ ኮማ ዓይነት ብድዐ ክትዛረብ ከለካ እቲ ኣምላኽ ትማሊ ትማሊ ብማሕርን ብመርከብን እንዳመፃኻ እዝጊዮ እንዳበልካ ድመፃኻዮ ዓድሲ ኣክንዲ ተመስገን ፈጣሪ ተመስገን ኣምላኸ ኢልካ ትነብርሲ ከምዚ ዓይነት ሕማቅ ፖይዝን ዝኾነ ነገራት ክትዘርእ ከለኻ ንስኻ እንታይ ዓይነት ዘርኢ ምዃንካ ይደርኢ እምበር ንዕኦም ኣይርእን እዩ እሳቶም ርስሓት ኣለዎም ፅሩያት ኣለዎም ጥዑም ድጨኑ ኣለዎም ሕማቅ ድጨኑ ኣለዎም ከም ሰቦም ንፃዓዱ ክከላኸል ኢለ ኣይኮንኩን ኩላህና ወዲ ሰብ ዘበለ ከምዚ ኣዱ ዝበለቶ ኩላህና እንድሕር ተሓፂብና ኩላህና ኤክስፓየር ንኸውን ኢና ግን ኣብዚ መፂና ንሕና ከም ሓበሻ ከም ኤርትራውያን ከም ኣብ ስነስርዓት ዘለዎ ገዛ ዝዓበና ግን ከማና ዝስድድ ኣብዚ ሶሻል ሚድያ ነንሕድሕድና ንጋበሮ ዘለና እዚ ቲክቶክ እቲ ናህና ኮመንት ስለዘይርእዮ እየ እምበር ከማና ዝስድድ ሰብ ናይ ደገ ወረጃ ብደገ ወረጃ ወረጃ ትፃወት ኣብቲ ኮመንት ፅሑፍዎ ይኹን ንሓውና ንበሃሃሎ ይኹን ግን ከማና ገይሩ ክብርታቱ ዝጠሓሰ ሰብ የለን እዚ ከዓ እንታይ እዩ ፍርሒ ናይ ኣምላኽ ስለዘጉዳ ኣምላኽ ስለዘጉዳ ይብለልና ኢና ኣምላኽ እንታይ ይብለኒ ትማሊ ትማሊ ክንደይ ለሚንካ ዝኣተኻዮ ሃገር ኣብ ገዛኻ ኣብ ውሽጢ ገዛኻ ሽቓቕካ መደቀሲኻ ናብራኻ ሂቦምኻ ኣክንዲ ተመስገን ፈጣሪ ተመስገን ትዕድል ዝረኸብኮ ተመስገን እቲ ኦፖርቱኒቲ ዝረኸብኮ ኢልካ ንኣምላኽ ተመስገን ትብል ኣብዚ መፂና ብሁሉን ዘይብሁሉን ክንዛረብ ንኸማና ፀለምቲ ግደፍዎ ናይ ሰምታይ ይብለካ ሰምታይ ሰምዓካ ግደፍዎ ጉግል ትራንስሌት ገይሮም ፅባሕ ንጎ ከንብቦን እዮም ኣምላኽ ኣሎ ጉግል ትራንስሌት ዘየድልዮ ኩሉ ካብ ኣፍና ዝወፅእ ብድዐን ስድነትን ዝርኢ ነዚ ፅባሕ ንጎ ነዚ ንሕና ንገብሮ ደልና ኣብ ነብስና ከይወርደና ቀልጢፍና ኣብቲ ከይበፃሕና ከለና እግዚኣብሔር ኣቦይ መዓረ ይቕረ ግበረለይ ኣብ ብድዐን ኣብ ዕንነትን ዝኣቱ ዘለኹ ኢልና ንሰባት ዘይንፈልጦም ሰባት ቀሪብናዮም ዘይንፈልጥ ሰባት ተመክሮ ዘይብልና ምስ ፀዓዱ ይኹኑ ፀለምቲ ናይጀርያ ይኹኑ ዘይብልና ንባዕልና ፀለምቲ ፀለሎ ካልኣይ ዘይብልና ንሰባት ከምዚ ምግባር ንግደፉ ዝዓበየ ዝዓበየ ነገር ደቂ ኤረይ ውሽጥኻ ክትዕሪ ነብስኻ ክትዕሪ ሰለማዊ ናብራ ክትነብር ክትወራዘ ኣይኮነን ኣነ ክዋራዘየልኩም እኽእል እየ ዝመፅኤ ለባም ለባም ክፃወት እኽእል እየ እዚ ኩሉ ምኽርን ዘረባን ደለኒ ግን ኣብ ገዛን ካብ ገዛን ቤተክርስትያን ስለዝኸይድ ኣይኮንኩን ደገ ደገ ስለዝበልኩ ብዙሕ ነገር ስለዝረኣኹ ስለዝወደቕኩ ስለዝተሳእኹ እየ እቲ ዝነብር ዘሎ ሰብ እቲ ዝምኮር ዝወድቕን ዝትስእን ፅባሕ ንጎ ደልዳላ ዝኸውን ፅባሕ ንጎ ኣፍልጦን ዕምቆትን ዘለዎ ዝኸውን ንሱ እዩ እቲ ገዛ ተዓፅዩ ዝውዕል ምሉ መዓልቲ ክሰብ ክሓሚ ዝውዕል ናቱ ተኽእሎም ሕሜታ ጥራያ ነታ ነብሱ ጨኪኑ ሒዝዋ ካልኦት ሰባት ከዓ ጨኪኑ ክሕዝ ዘድሕርዮም ክኸይድ ብመልሓሱን ብክሳይን ብሕስድና ተዋሒጡ እዩ ዝነብር ሶ ናፅነትክን ወንንኦ ናፅነት ማለት ነብስኻ ምሕሳር ማለት ኣይኮ ናፅነት ማለት ንሰባት ናፅነቶም ክትህብ ሓንቲ እንድሕር ካብ ገዛ ንቤተ ክርስቲያን ኮይና ተኸይድ ኩሉ ግዜ ባህላዊ ሓዳር ትደሊ ኮይና ባህላዊ ናብራ ትደሊ ኮይና ኣምላኽ ይባርኽኪ ይፍጠረልኪ ንዓኺ ኢልካ ሸለል ትብላ ብመንገደይ ኪዳ ኣነ ኣይብላን እየ ሓንቲ ከዓ ፍሪዶም ናፅነት ትደሊ ከምዚ ክኸውን እየ ዝደሊ ሰሪሐ ክኣቱ እየ ሲኢኦ ክኸውን ንዓ ከዓ ኣምላኽ ምሳኺ ይኹን ንብላ ሰብ ኣብ ውልቃዊ ናጽነቱ ክነብር ነታ ህይወቱ ባዕሉ ክውስነላ ናቱ ራይት ምዃኑ ፈይጥና ንሰብ ክነብር ንግደፎ። ካብ ኩሉ ካብ ኩሉ ምድግጋም ከይከውን ተን ደቂ ኣንስትዮ ብማርያም ይለክን ብማርያም ይለክን ብኣምላኽ ይለክን ግደፋና ግደፋና ኣብዚ መጺኽን ሓንቲ ጓል ኣንስተይቲ ዝኾነ ነገር ሓደ ዓብ ነገር ክትገብር ከላ በቃ ነድሕሪያ እንዳኸ ካብኣ ንላዕሊ ቤተክርስትያን ትኸዳ ትመስላ ካብኣ ንላዕሊ ጸሎት ትገብራ ትመስላ ከምቲ ዝበሎ ስታይ እሞ ዝበለ መፅሓፍ ቅዱስ እቲ ሓጢኣት ዘይብሉ እምኒ ደርብየላ ዲሉ ንሜሪ ማግደላ ያ ያ ያ እወ እ- እምንኻ ሒዝካ ስቕ በል እታ እምኒ ተልዕላ ከለኻ ናብ ነብስኻ ደርብያ መጀመርታ ግደፍዎ ንሰብ ምድር ባይ ሶ ለት ፒፖ ቢ ኤኒወይ ወዲ ረዛን ከዛርቦ ምናልባት እ፣ ከይ ከይከውን ወዲ ረዛን ጎሄድ እወ ብጣዕሚ እንታይ ደኣ ኮይኑ ናተይ እዚኣ ሕጂ ጽቡቅ ኣለኹ ኦኬ እንታይ ደኣ ኮይኑ ደኣ ናይ ምንታይ ደኣ እታ ጭጭ ድብል ደኣ እንታይ ደ ክብል ደለ የሕዋት ብሓቂ ደስ ኢሉኒ ጽቡቅ ክዛረብ ኣጸኒሐ ግን ክነግረኩም ዶ ትም ጀምዓ ኣይንገይሽን ዲና ከምዚ ሳመር እኳ ይደሎ ሕጂ ኣይንገይሽን ኢና በቃ ኣይንገይሽን ኢና መገሻ የለን ኣብዚ ኣጸኒሕኩምኒ ዋ በቃ መገሻ የለን ኣንታ ወላ ውፅእ በሉ ስእልኩም ወላ ኪዱ ስእልኩም ባቡር ተሰቀሉ ወላ ምስታ ናይ መወዳእታ ትውድእ እታ ናይ መወዳእታ ትውድእ ባቡርሲ ወላ ንዓት ሰቂልናያ ንኺድ እስከ ንግሽ ሕጂ ከ ዓመት ሙሉእ ከይገሽና ዓሚ ኣይገሽና ሎም ዓመት ኣይገሽና ሕጂ እዚ ንባዕሉ ዴፕሬሽን ይበሃል እዚ ብፃዕዳ እንታይ ብልዎ እዚ ሕጂ ፀዓዱ ዴፕሬሽን ኦፍ ሆም ናይ ገዛ ጭንቀት ዝኸፈ እዩ ኣብ ገዛ ኮፍ ኢልካ ኣብኡ ትፈሱ ፃዓዱዮም ዝጨንዉ ሓበሻዮም ዝጨንዉ ትብልሲ ኩላትና ጨነውቲ ገዛኹም ዳ ብዳ በዳናት ኣብኡ ካልሲ ኣብኡ ትጠርቱ ኣብኡ ትፈሱ ኣብኡ ትሰርሑ ኣብኡ ትበልዑ ኣንታ ውፁ እቲ ገዛኹም ሓንሳ ውፁ ውፁ ኣነ እንታይ ክብል ደለየ ምውፃእ ልመዱ ንግሽ ዋ መገሻ የለ ዋ ኣንቲ ዳላክ ዓይኒ ኣርባዕተ ዓመት ዝፈልጦም ሰባት ኣለውሲ ቶፒክ ተስኢኖም ከምዚ ርእሶም ዝሓሙ ዋእ ደሓን ትእቶ ሕጂ ገነት ተላጽያትልና ገነት ኢሎምሲ በቃ ጎጆ ከፊቱ ገዛ ረኪቡ ኣይገሽን ኣይገሽን እዩ ጎጆ ሕጂ ኣይገሽን ላኹ ኣይገሽን ሕጂ በጃኹም እባ ኣዝማድ የብልኩም እንዲ ናብ ኣዝማድኩም ወላ እንዶ ጉሽቱም ኣሕዋተይ በጃኹም ወላ ናብ ኣዝማድኩም ኪዱ እንዳሞኹም ዳሓትነኹም ወላ ስእልኩም ዓዲ ንዓዲ ንግሽ ዓዲ ንዓዲ ወላ ንጋጋሽ ንጋጋሽ